ኩሉ እናተርጎመሎም ልቦም እዩ ዝነዶም ነይሩ። ኣለኹም ንብሩሃት እናነደዶም ከሎ ግን ኣለኹም ንብሩሃት ሰ ኢሎም ይኸዱ ነይሮም። ኣብ መኣዲ ምስ ተቐመጡ ግን የዒንቶም እንታይ ኮይኑ ኣለለይዎ ይብለና። ዘይምልላይ ብጣዕሚ ሓደገኛ ምዃኑ ትፈልጡ ዶ? የሱስ ኣበይ ኣሎ ምሳይ ኣሎ ገለ መለ እዚ ኣይጠቅምን እዩ። ኣይጠቅምን እዩ ኣይጠቅምን እዩ እሱ እስኻ ዝገበርካዮ ኣይኮነን ኣምላኽ ዝገበሮ እዩ እስኻ ግን ናይ ምልላይ ኣቤት ኧረ ኣሜን በሉ ናይ ምልላይ መንፈስ ኣታ ናይ ምልላይ መንፈስ በሉ ሎማ ኣንቲ ከዓ ትወጋዩ የሱስ መፅኡ እንተ ደኣ መንፈስ ኣትይዎ ንዓይ ዘይኣትወኒ ምክንያት እንታይ ኣለዎ ኣቤት ወዲ ኣምላኽ እኮ እሱ ኩለድ ኮሎ ወዲ ኣምላኽ ድዩ ኧረ ወዲ ኣምላኽ እዩ በሉ ወዲ ኣምላኽ ጥራይ ኣይኮነን ኣምላኽ እውን እዩ ክብሪ ንኣምላኽ ይኹን ኣብኡ መንፈስ ኣትዩ ዶ ስለዚ ኢሎም ኣንቲ ደቂ መዛሙርቱ ተጓዒዞም ስሳ ስታዲዮስ እዮም ከይዶም ምስኡ ምስ ከዱ ኣብ መወዳእታ ክብሪ ንኣምላኽ ይኹን እዚ ኩሉ እናተርጎመሎም ዘይተረድኦም ኣብ መኣዲ ኮፍ ምስ በሉስ የዒንቶም እንታይ ኮይኑ እንታይ ገይሮሞ እስከ ለልዮ እሞ በሉኒ ምስ ለለይዎ ናበዮም ተመሊሶም ናብ የሩሳሌም ሎሚ ክተለልየ ኢኻ ኧረ ኣሜን በሉ ናተይ በነፊት ናተይ መክሰብ ናተይ ዓወት እንታይ እዩ ተረኣየልኩም እኒ ንዕኡ ምልላይ ምስ ለለኻዮ ኖርማል ክትከውን ስለዚ ሓደ ነገር ሓዙኒ ኣለልየ ኣለኹ በሉኒ ሎማዓንቲ በሉኒ ኣለልየ ኣለኹ በሉ ድገሙ ሎማዓንቲ በሉ ንየሱስ በሉ ኣለልየ ኣለኹ በሉ እስከ የሱስ ኢለ ጀሚረ በሉ ኣይሰማዕኹን ዘለኹ የሱስ ኢለ ጀሚረ በሉኒ ፈጺመ ደሞ በሉ ኣየቋርፅን እየ በሉ ኣየቋርፅን እየ በሉ ኣብ ውሽጠይ ዘሎ መንፈስ በሉ የሱስ እዩ ዘብለኒ በሉ ከም ወሓዚ ሩባ እየ ዛረብ በሉ ደው ዘብለኒ ይኮነን ዝተተንከፍክዎ ምትንካፍ በሉ ዝበፅሓኒ ባፃፅሓ በሉ ከም ኖርማል ኣይኮነን በሉ ዘመን ህይወተይ ምሉእ ኣምላክ ከግሁደ እየ በሉ ንኣምላክ ከግሁደ እየ በሉ ሻላባዱናማስ መን ኢሎም መዓንቲ ኣታሎም መዓንቲ መን እዩ በሪህለይ ዝብለኒ መን እዩ እግዚኣብሔር ይባረኽ እስከ ኣሜን በሉ ገጽ ኣቦኽን ከም ቀደሙ የለን ኢልወን ያዕቆብ እኮ እዩ ገጽ ላባን ከም ቀደሙ ንልያን ንራሄልን ጸውኤ ሲ ኖ ገጽ ኣቦኽን ከም ቀደሙ የለን ግን ከዓ ኣቤት ኣረ ኣሜን በሉ ገጽ ላባን እንተደ የለ ምሳኻ ኣታ ግደፉ ኣታ ግደፉ ኣታ ግደፉ ኣረ ኣሜን በሉ እሱ ኣምላኽ ኣቦይ ኢሉ ኣምላኽ መን ኢሉ ኣምላኽ ኣቦይ ኣብርሃም ኢሉ ንኣይ ግን ኣምላኽ ኣቦይ ኣይኮነን ኣምላኽ እዩ ኣቲ ኣሜን በሎ ኣቦይ ከዓ ንያዕቆብ ኣቦ ኣብርሃም እዩ ንዓኻ ግን ኣቦኻ መን እዩ እግዚኣብሔር እዩ ወይ ወይ ወይ ደቂ ኣምላኽ ኣቲ ኣሜን በሉ ኣምላኽ ኣቦይ ግን ምሳይ ኣሉ ኢሉውን ኣቤት ርግፀኛታት ኩኑ ሎማዓንቲ ንዛረቦ ቃላት ብሙሉአን ሊፍት ኣብ ንላዕሊ ከውፃኹም እየን ግን መን እዩ ምስኣይ ዘሎ ቅድሚ ምጅማረ ክነግረኩም ቅድሚ ምጅማረ ክነግረኩም ወንጌል ዮሃንስ ምዕራፍ ሓደ ካብ ሰላሳን ሓሙሽተን ንፅባሒቱ ድማ ዮሃንስ ምስ ክልተ ደቀ መዛሙርቱ ከም ብሓድሽ ደው ኢሉ ነበረ ንየሱስ ክሓልፍ ከሎ ረኣዮ እሞ እንሆ ገንሸል ኣምላኽ በለ እቶም ክልተ ደቀ መዛሙርቲ ኸኣ እዚ ኽብልዎ ኸሎ ሰሚዖም ንየሱስ ሰዓብዎ። የሱስ ከኣ ግልጽ ኢሉ ኽስዕብዎ ኸለዉ ርእዩ እንታይ ትደልዩ ኣሎኹም? በሎም። ንሳቶም ድማ ረቢ፣ ትርጉሙ መምህር፣ ኣበይ ሰፊርካ ኣለኻ? በልዎ። ንሱ ንዑ ርኣዩ በሎም። መጺኦም ኣበይ ከም ዝሰፈረ ረኣዩ፣ ሽዑ መዓልቲ እውን ምስኡ ወዓሉ። ኣስታት ዓስረይቲ ሰዓት ኣቢላ ኸኣ ነበረት። ካብኣት ካብኣት ካብቶም ንየሱስ ሰሚዖም ንየሱስ ዝሰዓቡ ክልተስ እቲ ሓደ እንድርያስ ሓው ስምኦን ጴጥሮስ እዩ። ንሱ ቅድም ንሓዉ ስምኦን ረኸቦ እሞ ንመሲሕ ክርስቶስ ዝትርጉሙ ረኺብናዮ በሎ። ናብ የሱስ እውን ኣምጽኦ የሱስ ከኣ ጠሚትዎ ንስኻ ስምኦን ወዲ ዮና ኢኻ ንስኻ ኬፋ ዝትርጉሙ ክትበሃል ኢኻ በሎ።
የሱስ ጎይታይ ብሩኽ ኢኻ ሳይሞነ። ስለዚ እዞም ደቂ መዛሙርቱ ንዮሃንስ፣ ዮሃንስ ብዛዕባ የሱስ፣ የሱስ ክሓልፍ ምስ ረኣዮ፣ ልክዕ መምህር ኣበይ ሰፊርካ ኣለኻ ኢሎሞ። ኣቤት ደድሕሪ መጺኦም ስታይ ኢሎሞ? ክብር ንኣምላኽ ይኹን። ኣነ እኮ ዝገርመኒ ንምንታይ እዮም ንዑ ሓቲቶሞ? የሱስ ግልጽ ኢሉ እኮ እዩ ክስዕብዎ ከለዉ ርኢስ እንታይ ትደልዩ ኣለኹም ኢሎም። ንሳቶም ድማ ረቢ ትርጉሙ መምህር ኣበይ ሰፊርካ ኣለኻ? እግዚኣብሔር ኣበይ ሰፊሩ ከም ዘሎ ተዘይፈሊጥካ ኣለኹም ብሩኻት ኣበይ ሰፊርካ ኣለኻ ኢሎሞ እሱ ኸዓ ንዑ ረእይ ኢሉ ወሲድዎም ሙሉ መዓልቲ ምስኡ ውዒሎም ምስ ውዒሎም ምስ ከዱ እንድርያስ እንታይ ዝገብር ዘሎ ንሓዉ ረኺብዎ ሽዑ እንታይ ይብሎ ኣሎ ንየሱስ ረኺብናዮ። ሽዕኡ ሒዝዎ ናበይ መጺኡ? ናብ የሱስ። ናብ የሱስ ምስ ኣምጽኦ ልክዕ ንጴጥሮስ ደስቲኒኡ ነጊርዎ። እስከ ኣለኻ ደብሮ ነጥራኻ ዘሎ ሕዛ ብለለይ እሞ ናባኻ ዝመጸ ዘበለ ኩሉ በልዋ ብጃኹም እናተረዳእኩም ናባኻ ዝመጸ ዘበለ ኩሉ በልዎ ደስቲኒኡ ከተፍልጥ ኢኻ በሎ ፃውዒቱ ከተፍልጥ ኢኻ በሎ እስኻ በሎ ኣምላኽ በሎ ኣበይ ከም ዘሎ በሎ ኣበይ ከም ዘሎ በሎ ኣበይ ከም ዘሎ ስለ ትፈልጥ በሎ ንብዙሓት በሎ ናብ ኣምላኽ ክትመርሖም ኢኻ በሎ እሶም ከዓ በሎ ናብ ራእዮም ክበፅሑ እዮም ክብርን ኣምላኽ ይኹን ኢየሱስ ጎይታ እዩ እምበኣር እዚ ምስ በልና ናይ ሎማዓንቲ መልእኽተይ ኣበይ ሰፊርካ ኣለኻ ኣቤት ኣበይ ሰፊርካ ኣለኻ ሕጂ ክብድ ክብድ ዝበለ ሓሳብ እየ ዝዛረብ እስኻትኩም ከበድቲ ስለ ዝኾንኩም ብሉጻት ስለ ዝኾንኩም ኖርማል ደቂ ኣምላኽ ኣይኮንኩምን እስከ ኣነ ኖርማል ኣይኮንኩን በሉ ኖርማል ኣይኮንኩን በሉ ኣነ ወዲ ኣምላኽ እየ በሉ ብሉፅ መንፈስ ኣለኒ በሉ ናይ ትንሣኤ መንፈስ ኣለኒ በሉ ኢየሱስ ክርስቶስ ጎይታ እዩ ኢየሱስ ክርስቶስ ጎይታ እዩ ሓደ ነገር ክርስትና ጉዕዞ እዩ ክንብል ከለና ከ- ሰብ ከመይ ገይሩ እዩ ዝጓዓዝ እዚኣ ጥዑይ ጌርኩም ስምዑኒ ሰብ ከመይ ጌሩ እዩ ዝጓዓዝ ሰብ ዝጓዓዘሉ መንገዲ ሓንቲ እያ ኣእምሮ ናብ ምንም ቦታ ክጓዓዝ ኣይክእልን እዩ ክጓዓዝ እንተዝኽእል ነይሩ ዘጓዕዞ ኣይምደለየን በርከ እቶም ብመንፈስ ኣምላኽ ዝምርሑ ሲ እሳቶም እንታይ ኢሉ ውሉድ ኣምላኽ እዮም እምበኣር ሕጂ ኣእምሮ ተመሪሑ እዩ ዝኸይድ ማለት እዩ ኣእምሮ እንታይ ዝገብር ይምራሕ ልቢ ኢልኩም ሓዝኒ እዩ መንፈስን ኣእምሮን ምስ ተራኸቡ ኣብ ዝኾነ ሰዓት ኣብ ዝኾነ ሰዓት ጉዕዞ ይጅምሩ እንታይ ይብላ ኣለኹ መንፈስን ኣእምሮን ምስ ተራኸቡ እንታይ ይገብሩ? ይጓዓዙ። ከመይ ገይረ ከረዳኣኩም እየ መሲልኩም? ደቂስካ ከለኻ መንፈስን ኣእምሮን ተተራኺቦም ሕልሚ ይበሃል ይጓዓዙ። ሰብ ምሳኻ ከሎ ነቲ ሰብ ገዲፍካዮ ትወፅእ ትኸይድ። ሰብ እኮ ኣብ ጎንኻ እዩ ዘሎ ኣለኹም ዶ ምሳይ ኣለኹም ምሳይ ንዑ ገዲፍካዮ ናበይ ትኸይድ ናብ ካልእ ብርሃን እንታይ ክብለና ጸኒሑ መሲልኩም ምድላዋትኩም እዩ ወሳኒ ከመይ ትሰምዖ ቃል ኣምላኽ ኣብ ቤት ኣምላኽ መጺኻ ኣለኻ ከመይ ጌርካ ኢኻ ትሰምዕ ኣብ ዝኾንካ ኣብ ሕርሻኻ ክትውዕል ትኽእል ኢኻ ኣብ ቢዝነስካ ክትከይድ ትኽእል ኢኻ ናብ ገለ ክትከይድ ትኽእል ኢኻ ሕጂ ርግጸኛ ኮይነ ዝነግረኩም ዘለኹ ናይ ብዙሕ ሰብ ጥፍኣት ውድቀት እንታይ እንተ ኢልኩም ኣእምሮን መንፈስን ምስ ተራኸቡ ቀጥታ ብዘይ ዝኾነ ይኹን ነገር እንታይ ይገብሩ ይጓዓዙ ናበይ እዮም ግን ዝጓዓዙ ናበይ ገጾም እዮም ዝኸዱ እቲ መንፈስ ናብ ዝወሰዶ ኣቤት እቲ መንፈስ ናብ ዝወሰዶ ኣይ ናይ መንፈስ ዝኾነ ይኹን እቲ ዝኣተወ መንፈስ ዝኾነ ይኹን ሒዝዎ ናበይ ይኸይድ ይጓዓዝ ሽዑኡ ደው ከብሎ ዝኽእል ነገር የለን ሕጂ ርእይዎ ኣብ እዮብ ክዛረብ ከሎ ዕስራን ክልተን ዕስራን ሓደን ካብ ኣፉ ሕጊ ተቐበል ኢሉ ነቲ ሕጊ ድማ ኣብ ልብኻ ኣዕቆር ኢሉ ቅድምታ ኢልዎ ምስኡ ተፋቕር በዚ ከዓ ፅቡቕ ክትረክብ ኢኻ ካብ ኣፉ ዳኣ ሕጊ ተቀበል ነቲ ሕጊ ድማ ኣብ ልብኻ ዕቆሮ ኢሉ ኣለኹም ብሩኻት ናብቲ ኩሉ ዝኽእል እንተ ተመለስካ ይበሻ ንዓመጻኻ ካብ ድኳንካ እንተ ኣርሓካሲ ከም ብሓድሽ ክትም በቃ ከም ብሓድሽ ክትስራሕ ኢኻ ሕጂ ምምላስ ማለት ምንሳሕ ተንበርኪካ ሶሪ ምባል ማለት ኣይኮነን እተን ዝኸድካየን ጎደና እተን ዝኸድካየን ስቴፕ ብምልአን እንታይ ክትገብረን ኣለካ ክትምለሰን ኣለካ ናብዚ ክትከይድ ከለኻ መንፈስ እግዚኣብሔር እንተ ደኣ ከጓዕዘካ ጸኒሑ ኣቤት ጳውሎስ ነቲ ቅድመይ ዘሎ ኢሉ ኣቤት ኣቤት እናተመጣጠርኩ ነቲ ድሕረይ ዘለኹ እንታይ እናገበርኩ እናረሳዕኹ በቸም መንፈስ እግዚኣብሔር ንድሕሪ እንታይ ይገብረካን እዩ ኣይመልሰካን እዩ ምምላስ ክንብል ከለና እምበኣር ሕጂ ገለ ዝተጓዓዝካዮ ጉዕዞ ኣሎ ማለት እዩ ምሳይ ኣለኹም ምሳይ ኣለኹም ሎማ ኣንቲ ፀጊብካ ኢኻ ትወፅእ በለለይ ንጥቓኻ ዘሎ ሮስካንቶ ረበጂና ማስካላባዲ እግዚኣብሔር ይባረኽ ስለዚ ሰብ ምምላስ የድልዮ ድዩ ሓደ ግዜ ኣነ እግዚኣብሔር ክዛረበኒ ከሎ ተመለስ ተመለስ ተመለስ ተመለስ በቃ በዚሕኒ በዚሕኒ በዚሕኒ እንታይ ማለት እዩ እቲ ምምላስ ኢለ ኣብ መወዳእታ ግን ብሓንቲ ቃል ገይሩ ይመልስለይ ምምላስ ስጋዕ ንክርስቶስ ትመስሎ ስጋዕ መዓስ ኣብዚ በጺሐ ተማሂርና ኢና ራሕቦት ትምህርቲ በዚሑና ኣይተማሃርካን ገና ክትመሃር ኢኻ ርግፀኛ ኮይነ ይነግረኩም ኣለኹ ትምህርትኹም በረኸት እንተ ዘይተቐይሩ ኣይተመሃርካን ትምህርትኻ ከፍቅረካ እንተ ዘይክኢሉ ኣይተመሃርካን ትምህርትኻ ኩሉ ነገር ከደርብየካ ተዘይክኢሉ ትምህርትኻ ክብሪ ኣምላኽ ክገልፅ ተዘይክኢሉ ትምህርትኻ ተኣምራት ክገብር ተዘይክኢሉ ነቨር ክትመሃር ኣለካ ኣቤት ኩሉ ነገር ካብ ትምህርቲ እዩ ዝወፅ ኩሉ ነገር ካበይ ዝወፅ ካብ ትምህርቲ ህይወት ካብ ትምህርቲ እያ ትወፅ ናብራ ካብ ትምህርቲ እዩ በረኸት ካብ ትምህርቲ እዩ ኩሉ ነገር ካብ ትምህርቲ ከመይ ገይርኩም ዝወፅ ንዛረበሉ ኢና ኣቤት መንፈስ ተዘይብሉ ንዓኻ ክፀልኣካ ዝኽእል የለን ኣቤት ዝጸልእ መንፈስ ተዘይብሉ ክጸልኣካ ዋላ ጥፍእ ዋላ በድል ዋላ ብዙሕ ተጋጊ ዋላ ሽሕ ተጋገ ደቅኻ ብዙሕ እናተጋገ እንታይ ኢልከም ድኻ ኣቤት እንታይ ኢልካዮም ዲኻ ሰብ የጥፍእ የጋገ ኩሉ ነገር ይግበር ኩሉ ነገር ንኣምላኽ እዩ ኣምላኽ ከኣ ሓንቲ መዓልቲ ከምቲ ንዓኻ ዘጐበዘካ ከጐብዞ እዩ። ጐቢዝካ ንሓውኻ ክትሓዝል እምበር ጐቢዝካ ንሓውኻ ክትደፍእ ኣይተጸዋዕኻን። ስለዚ እሱ ኣይኮነን መልእኽተይ። ሓንቲ ነገር ግን ከትሕዘኩም እዩ። ኣበይ ሰፊርካ ኣለኻ? መቸም ሕጂ የሱስ ኣበይ ሰፊሩ ኣሎ ኣይብለካን እዩ። ኣቤት የሱስ ኣበይ ሰፊሩ ኣሎ? የሱስ ኣብ ኣቦኡ እዩ ሰፊሩ ነይሩ። ኣቤት እስኻ ከኣኒ ኣብ ኣቦኻ እንተደኣ ተቐሚጥካ ኣለኻ ኾንካ፣ ሰባት ናባኻ መጺኦም ቀዳመይቲ ትገብራ ነገር ደስቲንኦም እንታይ ትገብሮም? ተፍልጦም። ኩሉ ዝተጸጋዓካ ዘበለ፣ ኩሉ ዝቐረበካ ዘበለ፣ ናባኻ ዝቐረበ ዘበለ ኩሉ ምስ ጻውዒቱ ከተራኽቦ ግዴታ ኣለካ። ኣብ ኣብ ምድረ በዳ ኣይትግደፎ። ኣብ ጎደና ኣይትግደፎ፣ ከምዚ በርቲዑዎ ወይ ከምዚ ኮይኑዎ ኣይትበል፣ ተሸከሞ፣ ጽሮ፣ ሕዝካዮ ኺድ። ስለዚ የሱስ ክርስቶስ ናብኡ ምስ መጹ ኣኣኣኣ እስኻ ኢሉ ታሺላ ካንቶ ክረባ ዲያፖስ ኣረ ኣሜን በሉ፣ ኣረ ኣሜን በሉ፣ ኣረ ኣሜን በሉ፣ ኣረ ኣሜን በሉ፣ እስኻ ከውሒኻ ኢሉ ከውሒ ኢኻ ካልእ መንነት የብልካን። ከውሒ ማለት እኮ ናይ የሱስ ክርስቶስ መንነት እኳ እዩ። ኣምጺኡስ ኣቐሚጥዎ ሽም ቀየረሉ። ኣነ ሎማዓንቲ ሽም እቕይረልኩም ኣለኹ። ኣታ ሽም እቕይረልኩም ኣለኹ። ካብ ክብሪ ናብ ክብሪ ዘሰጋግሩ ደቂ ኣምላኽ ኣለኹም ዶ ብሩኻት? እስከ ኣሜን በሉ። ኧረ ኣሜን በሉ። እስከ ኣሜን በሉ። ዲቦራ ሓደ ነገር ገይራ እቲ ሓሳብ ኣብ መሳፍንቲ ሓምሻይ ምዕራፍ እዩ ዘሎ ስፔሻሊ ክልተን ሸዓተን ጥራሕ ኣንብበለይ መሳፍንቲ ሓሙሽተ ክልተ ምዕራፍ ሓሙሽተ ጥቕሲ ክልተ መራሕቲ ኣብ እስራኤል ምርሒት ስለ ዝወሰዱ እቲ ህዝቢ ድማ ርእሱ ርእሱ ብፍቃዱ ስለ ዝወፈየ ንእግዚኣብሔር ባርኽዎ መሳፍንቲ ሓሙሽተ ሓሙሽተ ጥቅሲ ትሽዓተ ልበይ ምስቶም ኣብ ማእከል ህዝቢ ፈትዮም ርእሶም ዝወፈዩ ምስቶም መራሕቲ እስራኤል እዩ ንእግዚኣብሔር ባርኹ። ክብሪ ንኣምላኽ ይኹን እስከ ኣሜን በሉ። መራሕቲ ኣብ እስራኤል እንታይ ስለ ዝረኽቡ ምርሒት ስለ ዝረኸቡ እቲ ህዝቢ ኸኣ ፈትዩ ልቡ እንታይ ገይሩ ሂቡ ይብለና ኣሎ። ደሓር እንታይ እያ ትብል ዘላ ልበይ ምስቶም ፈትዮም ርእሶም ዝሃቡ መራሕቲ እስራኤል እዩ ሕጂ ዲቦራ ሰፈር ኣበይ እዩ ዘሎ ምስቶም ፈትዮም ንኣምላኽ ልቦም ዝሃቡ መራሕቲ እስራኤል ዲቦራ ኢሉ ሽዑ እታ ሓሳብ ዘቐበለኒ ኣነ ብዛዕባ ናይ ንህቢ ሓሳብ እየ ዘቐምጠሎም ነይረ ትርጉማ ከኣ ንህቢ እዩ ይብለኒ ኔሩ ሕጂ
ናይ ንህቢ ሓሳብ ናባካትኩም ከቀምጠልኩም ስለ ዝደለኩ እየ ነቲ ጥቅሲ እምቢ በልኩም እታ ከም ዘለዋ ነታ መልእክቲ ዝተቀበልኩዋ ግን እስከ ኣሜን በሉ ኣታ ኣሜን በሉ ኣረ ኣሜን በሉ ኣረ ኣሜን በሉ ኣረ ኣሜን በሉ ቀይሕ ካርፔት ኣንጺፍካ ትኸደሉ ናይ እግዚኣብሔር ቃል እምበር ኣቤት ገንዘብ ዝሓዘ ኣይኮነን ሰለብሪቲ ዝኾነ ኣይኮነን ቃል ኣምላኽ ዝሓዘ ብቀይሕ ምንጻፍ እንታይ ትገብሮ ትቕበሎ ሕጂ ኣቦ እንታይ እዩ ዝብለኒ ነይሩ ነቢ ኢሉ ነቢ ፍጹም ሰብ ክሰርሖ ዘይክእል እዩ ዝሰርሕ መን እዩ ናብ ዕምባባታት ከይዱ ካብኡ ገለ ቀሲሙ እቲ ኣብኡ ዘሎ መኣዛ ቀሲሙ መዓር ክሰርሕ ዝኽእል ኣሎ ድዩ ሰብ ይሰርሕ ድዩ ኣይሰርሕን እዩ እዚኣ መን ጥራይ ዝገብራ ሃመማ ከገብራ ድዩ ካልኦት ዝነፍሩ ይገብርዋ ድዮም እምበኣር ማንም ዘይሰርሖ እዩ ንህቢ እንታይ ዝገብር እቲ ዝገርመኩም ነገር ግን ንህቢ ክሰርሕ ከሎ ማንም ሰብ ዘይሰርሖ ይሰርሕ ዘሎ ሃመማ ከዓኒ ሰብ ዝጓሓፎ እዩ ዝበልዕ ንህቢ ዝሰርሖ ከዓኒ እስኻ ክትበልዖ ኢሉ ይኮነ ዝሰርሖ ገዛእ ርሱ ክምገቦ እሱ እዩ ኣበይ ዝውዕል ሕጂ ኣበይ ውዒሉ ኣሎ እቲ ንህቢ ኣበይ ውዒሉ ዘሎ ኣብ ዕምባባታት ኣብ ብሉፅ ነገር ይውዒሉ ዘሎ ልቢ ኢልኩም ክሰምዑኒ ይደሊ ኣለኹ ሎማዓንቲ ብድሕሪ ናብ ካልእ ሓሳብ ስለ ንኸይድ ውዕለኻ መንነትካ ይገልጽ ውዕሎኻ ኣገልግሎትካ ይገልጽ እምበኣር ንህቢ እንታይ እዮም ዝገብሩ ተዳኢልኩምኒ ሓቢሮም ይጓዓዙ ኣቤት እንታይ ገብሩ ሓቢሮም ይጓዓዙ ንህቢ በበይኖም ሓድሩ ድዮም ይሓድሩ ድዮም ብሓደ እዮም ዝጓዓዙ ሃመማኸ ኣብ ዘርከቡ ኣለኹም ነብርኻት ኣብ ዘርከቡ እዩ ዝሓድር እምበኣር ሰብ ዝጓሓፎ ዝበልዕ ሃመማ ጀርምስ ጥራይ ዘምፅእ ሕማም ጥራይ ዘምፅእ ዝኾነ ጃንኪ ዝኾነ ፉድ ኣይብላዕን እዩ ናይ ንህቢ ህይወት ሕጂ እንታይ ኣዛረብ ደልየ ተዳልኩምኒ ናይ የሱስ ክርስቶስ ህይወት እዩ ባዕሉ ቃል እዩ ኣቤት ባዕሉ እንታይ እዩ ቃል እዩ ባዕሉ ከዓ ነቲ ቃል ከዓ እንታይ ይገብረሉ ይምገቦ መን ዘዳለወሉ ባዕሉ እተን ቃላት ይሰብከን ነይሩ ኩለን ብዛዕባ መን እየን ኢሉ ብዛዕባኡ እየን እምበኣር ናይ ንህቢ ህይወት ኣዝዩ ኣገዳሲ ዝገብሮ ነገር እንታይ እዩ ተላኢልኩም ናይ ገዛእ ርእሱ መግቢ እዩ ዝበልዕ ናይ ካልእ መግቢ ኣቤት ኣቤት ኣቤት ንህቢ ብዙሕ መዓር እዮም ዘክቡ ብርግፅ ብዙሕ መዓር ይክቡ እዮም ግን ከም ካልእ ፍርያት እዩ ንህቢ ናይ ንህቢ ፍርያት ኣይኮነን ውሑድ እዩ ግን ብዙሕ ክትበልዕ ኣይድለየካን እዩ ውሕድ በሊዕኻ ኣለኹም ደምሳይ ውሕድ በሊዕኻስ ሳትስፋይ ትኸውን ሓንቲ ቃል ተዛረብ ዶ ተባሂሉ ተኣሚን በሉ ሓንቲ ቃል ናይ መን ሓንቲ መዓር ሓንቲ ማንካ መዓር ናይ ንህቢ እንተ በሊዕኻ ነገራት ኩሉ ሂል እዩ ዝኸውን ካብኡ ንላዕሊ ክትቅፅል ኣይትኽእልን ኢኻ ኦሬዲ ሳትስፋይ ትኸውን ሎሚ ይነግረኩም ኣለኹ ሎሚ ንዓኻትኩም ዝኸውን መልእኽቲ ኣለኒ እስከ ንኣይ ዝኸውን መልእኽቲ ኣለካ በሉ ንበጃኹም ስለዚ እምበኣር ንህቢ ማንም ዘይሰርሖ እዩ ሰብ ዝመሃሮ ግደፍ ሰብ ዘመሮ ግደፍ ሰብ ጸለየ ግደፍ እስከ ስራሕ ሎማዓንቲ ዝሓለፈ መዘምራን ናቶም መዝሙር ክዝምሩ ከለው እስከ ክንደይ ከም ዝባረኹና ዝክርዎ ኢኹም ኣብቲ ናይ ሓሙስ ዝወረደ ግሎሪ መለክዒ የብሉ እንታይ ኮይኑ ተዳልኩምኒ በቃ ሰሪሖም ባዕሎም እስከ ሎማዓንቲ ሓደ ነገር ኣስተውዕሉ ሓደ ነገር ኣስተውዕሉ ሰብ ዝጓሓፎ ሰብ ዝጓሓፎ ኣይብላዕን እዩ ሃማ ሰብ ዝጓሓፎ እዩ ዝበል ጓሓፍ እዩ ዝበል ሰብ ጓሓፍ እዩ ዝጉሕፍ ሓደ ነገር ክረዳኩም ኩሉ ኣብ ሚድያ ዘሎ ሓሳባት ጓሓፍ ምዃኑ ትፈልጡ ዲኹም ኣብ ሚድያ ዘሎ ነገር ብምሉእ እንታይ እዩ ጓሓፍ እዩ እምበኣር ክንጅምር ኮለና እንታይ ኢለኩም ነይረ መሲልኩም ኣእምሮን መንፈስን እንተ ተራኺቦም ይጓዓዙ ዶ ክብሎም ዝኽእል ሕጂ ረእይዎ ረእይዎ ደቂ ኣምላኽ ኣእምሮ እንተ ደኣ ናብ ሓደ ሌቨል ዘይበፂሑ እንታይ ማለት እዩ እቲ ሓደ ሌቨል ባዕሉ ዝሰርሖ ነገር ካበይ ካብ መንፈስ ቅዱስ ወሲዱ ክምገብ እንተ ደኣ ዘይክኢሉ ህይወት ፍጡን ዝኾነ ለውጢ ክመፅእ ኣይክእልን እዩ ፈጣን ለውጢ ኣብ ሂወትካ ክመጽእ እንተ ደኣ ደሊኻ ኩክ ምግባር ልመድ ባዕልኻ ስራሕ ካበይ ኣምጺኻ ኢኻ ትሰርሕ ኣታ ካበይ ኣምጺኻ ኢኻ ትሰርሕ ካብ መንፈስካ ብለስድ ካብ መንፈስካ ኣእምሮ መንፈስ ምስ ተራኸቡ ሕጂ ረእይዎ ፊልጶስ ናብቲ ስሉብ ኢትዮጵያዊ ከይዱ እንታይ ክገብር ይኸይዱ ጎይታ ከቐብሎ ከጠምቖ ኪዱ ኢልዎ መንፈስ ቅዱስ ልኢኹዎ ምስ ከደስ ብድሕሪኡ ናብ ኣሳጦ እንተረኺቡ እንታይ ኮይኑ ፊልጶስ ኣትይዎ ዘሎ መንፈሳዊ ዓለም ምጓዓዝ እዩ ቀንዲ ኢሎም መዓንቲ ከትሕዘኩም ደልየ ዘለኹ ከም ራሕቦት ኣብ መንፈሳዊ ዓለም ምጓዓዝ በዚ ሓሳብ እዚ እዩ ምንጣቕ ዝጅመር ሰብ ተነፂቑ ካብ ሓደ ቦታ ናብ ሓደ ቦታ እንታይ ይገብር እዩ ይኸይድ እዩ ብእና ይጅመር ተልኩምኒ ግን በዚ ዓይነት ጎደና እዩ ኣቤት ኣለኹም ደምሳይ ክትንጠቕ እንተ ደኣ ኾንካ ቅድሚ ምንጣቕካ ብመንፈስ ጉዕዞ ጀምር ብመንፈስ ጉዕዞ ማለት ኣእምሮ ዕስራን ኣርባዕተን ሰዓት ክጓዓዝ ይኽእል እዩ ኣይደክምን እዩ ነብሲ ደቂሳ ከላ ኣለኹም ደብሩኻት ደቂሳ ኮላ እቲ ስጋ ዓሪፉ ከሎ ሲ እሱ ግን ምስ መንፈስ እንታይ ክገብር ይኽእል እዩ ክጓዓዝ ይኽእል እዩ ኮንሸስ ኮንካ ከለኻ ክትጓዓዝ ትኽእል ኢኻ እምበኣር ልቢ ኢልኩም ክትሕዙ ንደልየኩም ዘለኹ ሎም መዓንቲ ካልእ መንፈሳዊ ዓለም ኣሎ ካልእ ሌቨል ኣሎ እዚ ሌቨል እዚ ከመይ ዝበለ እዩ እንተ ኢልኩምኒ ናይ በረኸት ሌቨል እዩ በረኸት ዘለዎ ሌቨል እዩ ከመይ ማለት እዩ ከመይ ማለት እዩ ነፍሲ ሰፊራቶ ዘላ እንተ ደኣ ፈሊጣ እስከ ኣሜን በሉ ኧረ ኣሜን በሉ ሰፊራቶ ዘላ እንተ ደኣ ፈሊጣ ሰብ ዘይበጽሖ የሱስ እንተ ዘይከውን ንጴጥሮስ ኣለኹም ደብሩኻት ንጴጥሮስ እስኻ ከውሒ ክትከውን ኢኻ እስኻ ማሕበረ ኣምላኽ በኻ ክትትከል እያ እስኻ ከምዚ ኢኻ ሰዓበኒ ክብሎ ዝኽእል ኣሎ ድዩ ዘለኣለማዊ ሓሳብ ኣብ የሱስ ጥራይ እዩ ዘሎ ምስይ ኣለኹም ዘለኣለማዊ ሓሳብ ኣበይ ዘሎ ስለዚ እንድርያስ እንታይ ገይሩ ተረኣልኩም ድዩ ርኽብ ምስ ኣበሎሲ ባርኸኒ ጸልየለይ ገለ ኢልዎ ድዩ ኣበይ ኣበይ ሰፊርካ ኣለኻ? ሰፊርካዮ ዘለኻ ኩነታት እንተ ደኣ ምቹእ ኾይኑ ሓቲቶም ክመጹኻ እዮም። እንታይ እዮም ኮይኖም? ምስ መጹ ኣባኻ ጥራይ ዝተቐመጠ ስዉር ሓሳብ ኣሎ። ንህቢ ጥራይ ክሰርሖ ዝኽእል መዓር መዓር በጀካ ንህቢ ካልእ ክሰርሖ ዝኽእል እዛ ፖዚሽን እዚኣ ናይ ንህቢ ድያ ካልእ ክገብራ ዝኽእል ኣሎ ድዩ እሞ ካልእ ክገብሮ ዘይክእል ካልእ ክሰርሖ ዘይክእል መንፈሳዊ ዓለም ከምዚ ገይረ ከረዳእኩም ከምዚ ገይረ ከረዳእኩም ነፍሲ ወከፍና ኣካላት ክርስቶስ ኢና ኣቲ ኣሜን በሉ ኣካል ዲና ኣብ ነብሲ ወከፍና ኣብ ነብሲ ወከፍና እቲ ሓደ ነቲ ሓደ ክገብሮ ዘይክእል ግን ከዓ ክመላልኡ ዝኽእሉሉ ፍጹም ዘይተተንከፈ ቅብኣት ኣባኻ ኣሎ ኣይሰማዕኹን ብጅካ ንህበ መዓር ዝስራሕ ኣሎ ድዩ በጀካኻ ካልእ ዘይገብሮ ነገር ኣሎ በጀካኺ የስብ ዘለኹ ኣተኣሚን በሉ በጀካኻ ካልእ ክርድኦ ክበፅሖ ዘይክእል ኣሎ ስለዚ እዚ ነገር እዚ ንምርካብ ሚስጥሩ እንታይ ተላኣልኩምኒ መጀመርያ ኣበይ ሰፊርካ ኣለኻ ርእዮ ፈትሾ ኣእምሮ ናበይ ይጓዓዝ ኣሎ ብሕልምኹም ባእሲ ገለ ገለ ኣጋጥመኩም ዶ ዕግርግር ገለ ኣነ ብዙሕ ግዜ ሪኤ ኣለኹ ዳሓን ኣጀኹም ኣይትሰከፉ እዚ የሱስ ክርስቶስ ከምዚ ሕልሚ እዚ ሓሊምቲ ተልኩምኒ ኣይሓልምን እዩ ዓለሙ ይኮነን ናብሩ ይኮነን እግዚኣብሔር ኣናጊፍኒ ከምዚ ገይሩ ወፅእ በቃ ኣብ ቅድመይ ዘሎ ከምዚ እወ ሰፊርካያ ዘለኻ ኣበይ ስለ ዘሎዩ ኣብ የሱስ ኣይበጽሐን። ሰዚ ሰብ ኤማሆስ ምስ የሱስ ክሶስ ይኸዱ ነይሮም እዮም። ኣብ የሱስ ግን እንታይ ገበሩን ኣይበጽሑን ኣሎም ንምዘ ምስ እንዳኸድካሲ ዘይምብጻሕ ኣሎ ምስ እኮ እዮም ዝኸዱ ዘለዉ ስለዚ መንፈሳዊ ጉዕዞ ናብ ዓወት ክቕየር እንተ ኮይኑ ታንጀብል ክኸውን እንተ ኮይኑ ደስቲንኻ ዝነግሩኻ ኣለዉ ስለዚ ሰብ ኤማዎስ ስሳ ስታድዮስ ምስኦም ክኸይድ ተዛሪቦም ዶ ተዛረቦም ኣረዲኦም ዶ የረድኦምን ኩሉ ዝተዛረቦም ዘረባ ልቦም እኳ እንተንደዶም ሃለሉያ እኳ እንተበሎም ሙቐት ይፍስምዖም እኳ እንተነበረ ብምሉእ ግን ኣይሰርሓሎምን ስሳ ስታድየስ ዝተጓዕዘዎ ጉዕዞ እንታይ ኣይገበረሎምን ሰሪሕሎም ድዩ ኣለኹም ዶምሳይ ሰርሒሎም ኣይሰርሓሎምን ሓንሳብ ኣብ መኣዲ ምስ ተቐመጠ ግን ከይተዛረበ ኣቤት ከይተዛረበ ከይተዛረበ ሰሪሐሎም ነዚ ከይሰርሓሎምን ርእሲ ሱስ ኣስታድዮስ ተጓዒዞም ከይዶም ምስ የሱስ ክርስቶስ እናተዛረቡ ኣይለለይዎን ሎማዓንቲ ይነግረኩም ኣለኹ ኣለልዩ እምበኣር ኣበይ ኢኻ ትውዕል ዘለኻ መሰረቱ ናይ መን ስ- ናይ- ናይ- ናይ- ናይ- ናይ መን ስብከት ኢኻ ዝሰምዕ ዘለኻ ናይ መን መዝሙር ኢኻ ዝሰምዕ ዘለኻ እዞም መዘምራን ትሪኦም ኣለኹም ካሕኻኹም ተዋሪዶም ዘለዉ ኣነ ብሞት ጎደና ኣይከይድን እየ ብዓወት ጎደና እየ ዝኸይድ እኮ እዮም ዝብሉ ዘለዉ ዝምር ኮለኻ እኮ ትዝምረሉ ኢኻ ዘለኻ ብሞት እየ ዝኸይድ ዘለኹ እያ ትብል ዘለኻ ሞት ኣበይ ኣምፅዎ ሽግር መን ኣምፅዎ ጉስቁልና መን ኣምፅዎ ንሕና እኮ ኣብዘይ ዘመንና ኣይኮንና ንነብር ኣብ ዘመንና ኢና ንነብር ዘመንና ከዓ ናይ ትንሳኤ ዘመን እዩ ኩሉ ድሕሪ ዓወት ዝተወለድና ደቂ ኣምላኽ ኢና ስለዚ ልቢ ኢልኩም ኣስተውዕሉ ልቢ ኢልኩም ኣስተውዕሉ፣ ናብ የሩሳሌም ዘየጕይየካ ዘይተገልጸልካ ነገር እንተ ኣሎ ዀይኑ፣ እዚ ኣበይ ኢኻ ሰፊርካ ዘለኻ? ስፍራኻ ብዝግባእ እንተ ፈሊጥካዮ፣ ኣቲ ኣሜን በሉ። ኧረ ኣሜን በሎ፣ ኧረ ኣሜን በሎ። ክብሪ ንኣምላኽ ይኹን። እስከ ኣሜን በሎ። ስለዚ ንበይንኻ ፍንጭል ኣቢሉ ክወስደካ ዝደሊ ናይ ሃመማ መንፈስ እዩ። ንህቢ እንተ ደኣ ናይ የሱስ ክርስቶስ ምሳሌ እየ ኢለኩም፣ ኣቤት ኣለኹም ነብሳይ፣ ሃመማ እኮ ኣብ መጽሓፍ ቅዱስ እውን ስለ ዘሎ፣ ኣቤት ብኤልዘቡል ኢልዎ ኣሎ፣ ኣቤት ሓለቓ ሃመማ ማለት እዩ። ሃመማ ፋሕ ጭንግራሕ እዮም ዝብሉ፣ ኣበይ እዮም ከኣ ዝውዕሉ? ኣብ እንዳ ዳንኬራ ርከቡ፣ እንዳ ጓሓፍ ጓሓፍ ከኣ ይበልዑ። ትምህርትና ናበይ ከብጽሓና ኣለዎ እንተ ኢልኩምኒ፣ ናብ ፍጹም ዓወት

ድሕሪ ሕጂ ቃላትኩም ኣረ ኣሜን በሎ ውሕድ ክኸውን እዩ ብዙሕ ከዓ ከስልጥ እዩ ብዙሕ ኣይትልፍልፍን ኢኻ ብዙሕ ኣይትዛረብን ኢኻ ቃላትካ ውሕዳት እዮም ግን ከለልይወን እዮም እስኻ ክትዝምር ኮለኻ ክትሰብኽ ኮለኻ ክትዛረብ ኮለኻ ክትፅሊ ኮለኻ ነብሳት ክፍታሓ እየን ተኣምራት ክኸውን እዩ ፈውሲ ክኸውን እዩ በረኸት ክኸውን እዩ በየሱስ ስም እስከ ኣሜን በሉ። ነብሰይ እስከ በሉ ሎሚ በሉ ክትጓዓዝ እያ በሉ። ስለዚ ኣእምሮ ሚስጥሩ ተረድኡ ሕጂ ዝኾነ ይኹን ዝኾነ ይኹን ሓሳብ መፂኡ ሰብ ከቐብለካ ከሎ እሱ እናተዛረበ ቀስታይ ትገብር ዋላ ሰብ እናሰበኸ ከሎሲ ኣብ መንፈስ ዓለም ኮይ ዘጓዕዘካ ደሎ እንተ ደኣ ኣእምሮኻ ሞር ኮንፈርት ኮይኑ ንመንፈስ ቅዱስ ነቲ ሰባኻይ ገዲፍካያስ ትጓዓዝ ካልእ ብርሃን ተምፅእ ካልእ ላይ ትውልዓልካ ኣለኹም ዶ ብሩኻት እዚ እንታይ ማለት እዩ ተደኣልኩምኒ መንፈስ ደው ክብል ኣይክእልን እዩ ናይ ነብሲ ፍቓድ ተደኣ ረኺቡ ምንጥል ኣቢልዋ ናበይ ኸይድ እዚ ሎማዓንቲ ሎማዓንቲ ኧረ ኣሜን በሉ ኧረ ኣሜን በሉ መንፈስን ነብሲ እንተ ተራኺቦም ካብ ጉዕዞ ደው ክብሉ ስለዚ ናበይ ኢኻ ትጓዓዝ ዘለኻ ኣነ 225 ባይ ኤኒ ሚንስ ኢለኩም እዩ ኣታ ኣሜን በሉ ያሪኮ ካብ ህይወተይ ክፈርስ እዩ ያሪኮ ካብ ነብሲ ወከፍና እንታይ ክኸውን እዩ ክፈርስ እዩ በሪህለዩ በሪህለዩ ኣተኣሚን በሎ ኣለለየ ነቲ ዘመን ኣለለየ ነቲ ናይ እግዚኣብሔር ሓሳብ ኣለለየ እንተ ደኣ ኣለሊኻዮ ፍጹም ኣብ ህይወትካ ደው ከብለካ ዝኽእል እዚ ሰይጣን ዓንቂፍኒ ጎኒጽኒ ከምዚ ገለ ገለ ዝበሃል ሰይጣን ተዋጊእኒ እዚ ከም ራሕቦት ሓሊፍናዮ ኢና ኣይትስመዮ ኣይትዛረብ ኮም ኢልካ ኣይትጸልወል ሓንቲ ነገር ኣየድልየናን እዩ እስከ ኣሜን በሉ ኣረ ኣሜን በሉ ስለዚ ነቢይ ሰብ ዘይሰርሖ ይሰርሕ ካልኦት እንስሳ እንታይ ዝገብርዎ ይሰርሕ ኩሉ ከዓ ክበልዖ ይደሊ ኣቤት ኣለኹም ንምሳይ ኩሉ እንታይ ክገብሮ ይደልዩ ሰብ ዘይገበሩ እንተ ዘይጌርካ መዝሙርካ ይስማዕ ስብከትካ ይስማዕ ዝሰምዖ ዘይበፅሕዎ ዘይበፅሕዎ ከመይ ማለት እዩ እስኻ እንተ ደኣ በፂሕኻ ኮንካ እሶም ከዓ እንተ ዘይበፅሑ ኮይኖም ዝሓለፈ ከምዚ ይብለኩም ነይረ ከም ኩሉ ሰብ ኣይኮንካን ፍልጠትካ እዩ ናትካ ደረጃ ዘቐምጠልካ ንመን ዘለካ ፍልጠት ንየሱስ ክርስቶስ ንየሱስ ክርስቶስ ብመጠን ዝረኸብካዮ ኢኻ ሰባት ናብ በረኸት ከተእቱ ስለዚ እንድርያስ ርኢኹሞ ዶ ኣለኹም ንብረኸት ጉሱስ ኣቢሉ ንሓዊ እንታይ ገይርዎ ሃዋርያ ገይርዎ መርሓ ናይታ ማሕበር ገይርዎ ኣብ ድሕሪ የሱስ ኣምፂስ ኮፍ ኣቢልዎ እንታይ እቲ ምስጢር ኣበይ ሰፊርካ ኣለኻ ኢሎ ኣለዎም ነብዘ ኣምላኽ ኣበይ ሰፊሩ ዘሎ ገሊኹም ኣይትፈልጡ ብዙሕ ግዜ ተዛሪበኩም እዩ ሰብ ምሳይ እንተ ክጓነፅ ጀሚሩ ንገዛእ ርሱ ንኩሉ ህይወቱ ፅቡቅ ኣይኮነን ሕጂ ምሳይ ክብለኩም ከለኹ ኣነ ብዚኣ ስለ ዘለኹ እዮም ሰኻትኩም ፅባሕ ናብ ካልእ ቤተክርስትያን ከድኩም ምስቲ ኣገልጋሊኡ ዘለኹ ትጓጨው ተጀሚርኩም ከምኡ እዩ ሕዙን እዩ። ዝኾነ ይኹን ኣገልጋሊ ይውደቕ፣ ይበርትዕ፣ ይድከም፣ ዝኾነ ይኹን እግዚኣብሔር ክሳዕ ዝጥቀመሉ ዘሎ ክሳዕ ዘየውረዶ ከም ኤሊ መተካእታ ኣምፅኡ እንታይ ስካዕ ዘይገበሮ ኣምላኽ ኣብኡ ኮይኑ ክሰርሕ ይደሊ ኣሎ። ስለዚ እስኹም ኩሉኹም ኣባላት ናይ ራሕቦት ዓሞቕቲ ሓሳባት እንታይ ጌርኩም ኢኹም? ተቐቢልኩም ኢኹም። ካብ ውሽኹም ማእለያ እዚ ሓደ ሓደ ሓደ ነገር ክነገረኩም ብዙሕ ግዜ ጸሊኹም ዶ ንሰባት ፈቲሕኩምሎም? ኣቤት ፈቲሕኩምሎም ዶ ይፈታሕኩምሎም? እስኹም ጸሊኹምሎም ስቀኒዕዎም ዶ ይቀንዖምን? ንዓኹም እንተ ደኣ ተቐቢሎምኹም ጥራይ ዝቐንዓሎም እንተ ዘይተቐቢሎምኹም እንታይ ይገብረሎም እዩ? እስከ የሱስ ጎይታ ይበሉን እዩ ኣብ ገጽ ምድሪ ንየሱስ እዩ ሰዲዱ የሱስ ከዓ ዘይነበረ እዩ ምፅኡ ኣቤት ዘይነበረ እዩ ሒዙ መፅኡ ካብ ዓለም ኣይኮነ ንሱ ካብ ኣምላኽ እዩ ካበይ መፅኡ ካብ ኣምላኽ እዩ መፅኡ ምሳይ ኣለኹም ዶ ኣታ ምሳይ ኣለኹም ዶ ምሳይ ኣለኹም ካበይ መፅኡ ሕጂ ንየሱስ ክርስቶስ ምርካብ ማለት ደስቲንኻ ስለዚ ናተይ ጸጋ ንዓኻትኩም ክሰርሓልኩም እንተድኣ ኮይኑ እዚ ትምህርቲ እዚ ኣገዳሲ እዩ። ርግጸኛታት ኩኑ፣ ርግጸኛታት ኩኑ። እግዚኣብሔር ኣብ ህይወትካ ብዓብዪ ሓይሊ ክሰርሕ እንተድኣ ትደሊ ኾንካ መንፈሳዊ ሩል እንታይ ክትገብሮ ኣለካ? ክትክተሎ ክትክእል ኣለካ። ፓስተር ኮይኑ የገልግል ኣሎ ናይ ጸሎት መራሒ ኮይኑ እንተ የገልግል ኣሎ ኮይኑ ዩ ሃቭ ትፈለው ፈለው ክትገብሮ ክትክእል ኣለካ ሳሚት ክትገብር ክትክእል ኣለካ። እዚ ስነ ስርዓት ዘይብሉ ኣካይዳ ንየሱስ ከይትረኽቦ ይገብረካ። የሱስ ኣባይ እንዲ ዘሎ ኣነ ኣይሰርሕን የሱ ኣይሰርሕን እዩ ኣይሰርሕን እዩ ኣይሰርሕን እዩ። ጳውሎስ መፅኡ ኣብ ማእኸሎም ትእምርትን ተኣምራትን ዝገብር ዝነበረ ኣምላኻኦም ስለ ዘየለ ኣይኮነን ኣለዎ ግን ከኣ መንፈሳዊ ውህበት ከማቕሎ እንታይ ገይሩ መጽዩ ዝኾነ ይኹን ኣገልጋሊ ኣብዚኣ ክመጽእ ከሎ ከማቕለካ እዩ ዝመጽእ ይዝምር ድዩ ዘሎ እንዳዘመሩ ተማቒልና ድዩ ተማቐልናን እወ ናይ ንእስነትና ፍቕሪ ዘኪሮምና ዓሚቕ ዝኾነ መንፈስ እንታይ ገይሮምልና ልኢኾምልና ክንባርኾም ዶ ይግባኣና ሪስፔክት ክንገብሮ ዶ ይግባኣና ሪስፔክት ዘይገበርካዮ ኣገልጋሊ ጸግኡ ኣይሰርሓልካን እዩ ኣርባዕተ ነጥቢ ወላ ሓንቲ ነገር ወላ ሓንቲ ነገር ክብለኩም ኣይክእልን እዩ ወላ ሓንቲ ነገር ወላ ሓንቲ ነገር ክብለኩም ኣይክእልን እዩ ክትፍወሱ እንተ ደኣ ኮንኩም ዩ ሃቭ ቱ ሪስፔክት ስለዚ ኣበይኻ ደለኻ ኢልዎ ኣበይኻ ሰፊርካ ዘለኻ ንዓረ ኢልዎ ከይዱ ኦኬ ንዓበል የሱስ ረኺብና ኢሉ ጉስስ ኣቢሉ ንሓዊ ሒዞ መፅእ ሓዉ ኸኣ ኣብቲ ኣለኹም ዶ ኣለኹም ዶ ሓዉ ኸኣኒ ናብ ዝለዓለ ግሎሪ ኣቐሚጡ ስለዚ በዓል ውዕለቱ እዩ ማለት ኮይ እንድርያስ ንጴጥሮስ እንታይ እዩ እንታይ ኮይኑ ትረኣየልኩምኒ ናብ የሱስ ሒዝዎ መፅእ ስለዚ ደቂ ኣምላኽ ንየሱስ ምስ ረኸብዎ ናበየም ዘምፁኻ ስለዚ የሱስ እንተ ረኺቡ ሓደ ናይ ኣምላኽ ሰብ ብኡ ገይሩ እግዚኣብሔር ተላ ይሰርሕ ኣሎ ኮይኑ ብኣኻ ገይሩ ከዓ ክሳዕ ዝሰርሕ ደስትንኻ ምእንቲ ክትፈልጥ ሩልስ ክትክተሎም ክትክእል ኣለካ የሱስ ጎይታ እዩ እስከ የሱስ ጎይታ ይበሉኒ እስከ ኣሜን በሉ በጃኹም እረ ኣሜን በሉ እረ ኣሜን በሉ ስለዚ ኣነ ንስኻትኩምን እምበኣር እንተደኣ ናብ ካልእ ግሎሪ ክንኣቱ ኮይንና ናብ ካልእ በረኸት እንተ ክንኣቱ ኮይንና ኣቤት ኣለኹም ዶ ብሩኻት ኣለኹም ዶ ከም ናይ ንሕቢ ኣካይዳ ክህልወና ኣለዎ ብሓባር እዮም ዝኸዱ ኣለኹም ዶ ብሩኻት ንህቢ እንታይ እዮም ዝገብሩ ብሓባር ይኸዱ በይንኻ መቕተሊ ቦታ እዩ ሃመማይ በይኑ ዝኸይድ ስቕ ኢሎም ኣብ እንዳ ጓሓፍ እዮም ዝራኸቡ ሃመማ ጓሓፍ ተረኺቦም ኣብኣ ይመልኡ ንህብ ግን ሓቢሩ ይኸይድ ሓደ ነገር ኣስተውዕሉ ንሕና ምስ ኣምላኽ እንዳተራኸብና ኢና እኮ ንኸይድ መንፈሱ ንነብስና እንታይ እንዳገበራ እዩ ዝኸይድ እናረኸባ እዩ ዝኸይድ ኣበይ ኣብ ኣየራት ኣብ ምድራዊ ነገር እግዚኣብሔር የለን መኪና ግዝኣለይ ገዛ ግዝኣለይ እሱ እሞ እነግረኩም ኣለኹ ፍጥረታዊ ሰብ ኩሉ ከጽልል እግዚኣብሔር እንታይ እዩ ዝገብረሉ ትላልኩምኒ ኣእምሮ ሂብዎ እዩ ባሪኽዎ እዩ ቢዮንድ ዛት ውፃእ 225 ፈለው ግበር ፈለው ግበር ብውሕዱ ንዓይ ተተኸቲልካኒ ይብለኩም ኣለኹ ኣሎ እግዚኣብሔር ኣብ ውሽጠይ ዘቐምጦ ብዙሕ ነገር ንመን እየ ክመቕሎ ኢልካ ትሓስብ ኢኻ ንመን እየ ክቦ በቃ ሙሉእ ሳብ ሚሽን ከይመፀ ናይ እግዚኣብሔር ሓሳብ ክፍጸም ኣይክእልን እዩ ስለዚ ናምላኽ የፍቅሮ እየ እንተ ኢልካኒ ኣበይ እዩ ዘሎ ፍለጦ ምውዓል እዩ ፍለጦ ኣበይ እዩ ዘሎ ከመይ ገይሩ እዩ ዝመላለስ ዘሎ በይናይ መንገዲ ኢና ክንከይ ዘለና ኣነ ሓንቲ ነገር ክነግረኩም ይኣኽለና ድሕሪ ሕጂ ብዛዕባ ዕብየት ኣምላኽ ብዛዕባ ፍቕሪ ኣምላኽ ብዛዕባ እግዚኣብሔር ዝገበሮ ጳውሎስ ዝገበሮ ጴጥሮስ ዝገበሮ እዚ ኩሉ ነገር ግደፍዎ እቲ እናገበረ ዝምህር ኢሉ ሓንቲ ሓንቲ ጥቕሲ ኣንብበለይ ናይ ኣምላኽ ሰብ ሻክላዱና ማስካንቶ ሬኬለ ቬጂና ማስካላቫዲያ ፖንታ ኤሮሽካንቶ ክሮባዲኒ ማክላቫዲያ ፖስ የሱስ ጎይታ እዩ እስከ የሱስ ጎይታ ይበሉን እዩ ድጎም የሱስ ጎይታ ይበሉን እዩ ሃሌሉያ

ምዕራፍ ዕስራን ሸውዓተን ሽዱሸን ሸውዓተን ዮታን መገድታቱ ኣብ ቅድሚ እግዚኣብሄር ኣምላኹ ስለ ዘቕንዔ ድማ በርትዐ። እቲ ዝተረፈ ናይ ዮታም ነገርን ኵሉ ውግኡን መገድታቱን ከኣ እንሆ፣ ንሱ ኣብ መጽሓፍ ነገስታት እስራኤልን ይሁዳን ተጻሒፉ ኣሎ።
ዮታምሲ መንገድታቱ ምስ ኣቕንዐ እዩ ዝብለና እንታይ ገበረ ምስ ኣቕንዐ እስከ በሉ ምስ ኣቕንዐ ስታ ኮይኑ በርቲዑ ብርታዐ ከመይ እዩ ዝመፅእ ወንጌል እኮ ጳውሎስ ብሓይሊ እዩ ሰሪሕዎ ንሕና ብሓይሊ ክንሰርሕ እዩ ዘለና ብሓይሊ ክንሰርሕ እንተ ደኣ ኮይንና ከበርትዓና ዘለዎ ኣእምሮና እንታይ ክኸውን ኣለዎ? ክቐንእ ኣለዎ። እንተ ጎቢጡ ኣሎ ኮይኑ እንታይ ክገብር ኣለዎ? ክምለስ ኣለዎ። ንምንታይ ነዚ ነገር ዝነግረኩም ዘለኹ መሲልኩም? ክትባረኽ ኢኻ፣ ክትበዝሕ ኢኻ፣ ክትፈሪ ኢኻ፣ ከምዚ ክትከውን ኢኻ ኢልካዮ እንተዘይኮይኑ ፅባሕ ንግሆ ምሳኻን ምስ ኣምላኽን ኩራ ይሕዞ ሰብ ይኹሪ ብዙሕ ግዜ ዝረኣናዮ ኣብዚ ናይ ሰለስተ ዓመት ከባቢ ጉዕዞና እዚ ብዙሕ ነገር ኢና ርኢናዮ መንገዱ ኣቕኒዑ ዘይብርትዕ ዋላ ሓደ ወዲ ኣምላኽ የለን ክብሪ ንኣምላኽ ይኹን ስለዚ ሓደ ነገር ሎም መዓንቲ ከትሕዘኩም ይደሊ ኣለኹ እንታይ እቲ ከትሕዘኩም ደልየ ዘለኹ እቶም ፅቡቅ ግበሮሞ እቲ ፍረ ከዓ እንታይ ክኸውን ኢልዎ ኣለኹም ንብራት ኦም ማለት ሕጂ ጉንዲ ማለት እዩ ጉንዲ ከዓ መንፈስ እዩ ኣለኹም ንብራት እቲ መንፈስ እንተ ደኣ ፅሩይ ኮይኑ እቲ ፍረ ከዓ እንታይ ይኸውን ፅሩይ ይኸውን ብሽም የሱስ ክርስቶስ ይባርኸኩም ኣለኹ ኣነ ሎማዓንቲ ይባርኸኩም ኣለኹ እስከ ኣብዚ ከተማ ርእሲ ገይረኩም ኣብዚ ሃገር ርእሲ ገይረኩም ኣብዚ ዓለም ርእሲ ገይረኩም ነገራት ኩሉ ቀኒዑ ነገራት ኩሉ ተስተኻኺሉ ሎማዓንቲ ምምላስ ኮይኑ ናብ በረኸት ምእታው ኮይኑ ናብ ሓይሊ ምእታው ኮይኑ በኢየሱስ ስም እግዚኣብሔር ይባረኽ ማንም ኣይዕንቅፈካን እዩ ተተዓንቀፍካ ኸ ኣምላኽ ከም ምዕንቃፍ ከኣ ልኢሉ ዝወስድ ኣምላኽ እዩ ኣቤት ሓንሳብን ንዘለኣለምን ዝተፈሰሰ ደም ኣምላኽ ኣሎ ስለዚ ከም ተዓንቀፍካ ክነግረካ ደልየ ኮንኩን ዛረበካ ዘለኹ ዝዓንቀፈካ ግን እንታይ ክትገብሮ ኣለካ ክትኣልዮ ጃንክ ፉድ ኣይትብላዕ ዳረጅ ስቂሉ ሰባት ዝጓሓፍዎ ኣይብላዕን እዩ ሃለሉያ ስለዚ ንህቢ ዘዳልዎ ነቲ መግቢ ንዓቶም ክበልዑ ኢሎም ንመስበኺ ኢሎም ዘዳለውዎ ክሰብኩሉ ኢሎም ዘዳለውዎ ስብከት ኣይብላዕን እዩ ንዓኣቶም ህይወቶም ስለዚ የሱስ ክርስቶስ ኣለኹም ንብሩኻት ህይወቱ ይሰብኽ ነይሩ እንታይ ይሰብኽ ነይሩ ህይወቱ ኣብ ኩሉ ከዓ እንታይ ነይሩ ዕውት ስለዚ ንዓኻ ኢልካ ዘዳለኻዮ ኢኻ ንሰባት ትመቕሎም ሰኢልካ ምፃእ ኣቢልካ መፅሓፍ ኣምፃእ ኣቢልካ ክሰብኽ እየ እንተ ኢልካ ኣይከውንን እዩ ህዝቢ ኣምላኽ ኣዝዩ ክቡር እዩ ብሉፅ እዩ ውሉድ ኣምላኽ እዩ መንፈስ ኣምላኽ ዘለዎ እዩ ኩሉ ዝገብር ኩሉ ክገብር ዝኽእል ዳግም ዝተወልደ ናይ ትንሳኤ መንፈስ ዘለዎ ወለዶ ኣምላኽ ሲ ስቂልካ ጃንክ ዝኾነ ፉድ ሒዝካ ኣሎ ኣይትመፅን ኢኻ ስለዚ ሎማዓንቲ ብግዲ ክትሕዘኩም ደልየ ዘለኹ ኣበይ ሰፊርካ ኣለኻ ዝብል ሕቶ ሓቲቶሞ። ዝገርመኩም እንድርያስ ንየሱስ ክርስቶስ ፊት ንፊት ብኣካል ስለ ዝረኸቦ እዩ። ጳውሎስ ግን ጸዳል ብርሃን ምስ ወቕዖሲ ኣይርእን እዩ ዘሎ መሰረቱ ሰብ እምበር ኣይምበር ዝፈልጦ ነገር የብሉን ብርሃን መፅኡ ወቂዕዎ ብዕረቱ እንተወቂዑ ሓንቲ ነገር ግን ኢሉ ድምፂ ይሰማዕ ኣሎ እንታይ ክገብር ሃው ብለስድ ሓደ ኣሳዳዲ እኳ እዩ ሓደ ተጻራሪ እኮ እዩ እንታይ ክገብር ትደልየኒ ኣለኻ ገሌኹም እኮ እንታይ ማለት እዩ እዚኣ ዝዛረባ ዘሎ ንዓይ ድዩ ዛረብ ዘሎ ንክስቶ ድዩ ገለ ትብሉ ትኾኑ ኖኖ ግደፉ ግደፉ ግደፉ ግደፉ መን እዩ ንዓይ ሓራ ገይርኒ መን እዩ ንነብሰይ ሓራ ገይርዋ ኣምላኽ እዩ ከጽርዮ ዝደለየ ነገር ኣለዎ ከዕርዮ ዝደለየ ነገር ኣለዎ ኣለኹም ዲኹም ምሳይ ምሳይ ኣለኹም ሓንቲ ነገር ሓዙ ሓንቲ ነገር ሓዙ እዚኣ እንተ ደኣ ንክስቶ ኣብዚ ገዛ ኣይትምልኮተን እያ ኢለ እርግፀኛ ኮይነ ይነግረኩም ኣለኹ ሓሳዊ እንተ ደኣ ኣብዛ ኣብዚ ጉባኤ ዘለና ንክስቶ እዚ ኣይትምልኮተን እያ ኢለ ኣነ ሓሳዊ ይብለኩም ኣለኹ ንኩላትና ትምልከተና እያ ሰኢልኩም ተጓዓዙ ምስ መንፈስ እየ ኢለኩም እምበር ምስ ክስታይ ኣይትጓዓዙ ኣቤት ኣለኹም ደምሳይ እስከ የሱስ ጎይታ ይበሉኒ ድገሙ የሱስ ጎይታ ይበሉ ሎማዓንቲ ግን ፍፁም ምፍታሕ ክኾነልና እዩ ኣታ ፍፁም ምፍታሕ ክኾነልና እዩ ፍጹም ምፍታሕ ክኾነልና እዩ ክንጓዓዝ ኢና ናብቲ መንፈስ ዝወሰደና ኢና ንጓዓዝ ናብ በረኽቲ ኢና ንጓዓዝ ናብ በረኸት ኢና ንጓዓዝ ናብ ፍጹም ግልጸት ኢና ንጓዓዝ ናብ ፍጹም ናይ እግዚኣብሔር ክብሪ ኢና ንጓዓዝ ናብ በረኸተ እየ ዝጓዓዝ ናብ ህላውነት ኣምላኽ እየ ዝጓዓዝ ኣቤት ኣነ ብጣዕሚ ህልኸኛ እየ እርግፀኛ ኮይነ እዩ ነገርኩም ዘሎ ብጣዕሚ ህልኸኛ ሰይጣን ኣብ ማእኸልና ኣትዩ ክዕገርግር ኣየፍቅደሉን እዩ ሎማዓንቲ ነዚ ቫይረስ እዚ ይቐትሎ ሕጂ ስለ ዝኣተወ ይኮንኩ ዝብለኩም ዘለኹ ስለ ዝኣተወ ይኮንኩ ዝዛረብ ዘለኹ ግን ኣብ ኣእምሮኻ ሚስ ኣንደርስታንዲን የጋጥመካ ኖርማል ይገብረካ ናይ ጸሎት ህይወትካ ይበልዖ ናይ ቃል ኣምላኽ ህይወትካ ይበልዖ ኖርማል ስቂልካ ናበይ ከም ትኸይድ ዘለኻ ትዝገርመኩም ናብ ኣምላኽ ክትጓዓዝ ከለኻ ትፈልጥ ኢኻ ኣለኹም ደብራት ኩልኹም ናባይ ጠምቱ ናብ ኣምላኽ ክትጓዓዝ ኮለኻ ትፈልጥ ኢኻ ናብ ናይ ጸልማት ክትጓዓዝ ኮለኻ ግን ኣምላኽ ጠጠው ክሳዕ ዘየበለካ ኣይርዳእካን ደሲብ ገይርካ እዩ ዝኸይድ እሱ እዚ ብርሃን እዩ ኩሉ ነገር እናተረዳእካ ኢኻ ትኸይድ ኣብቲ ግን ኣምላኽ ጠጠው ኣቢሉ እዚ ትገብሮ ዘለኻ እኮ ጌጋ እዩ ዝብል መንፈስ ተዘይመፅኡ ኣይተለልየን ኢኻ ሎማዓንቲ ግን ኣታ ኣሜን በሉ ኣረ ኣሜን በሉ ኣረ ኣሜን በሉ ደስቲኒየይ ናብ ዝፈልጠሉ ኣተየ በለኒ ፃውዒትካ ናብ ትረኽበሉ በረኸትካ ናብ ትረኽበሉ 225 እያሱ ጠጠው ኣቢልዋ ድዩ ፀሓይን ወርሕን ዶ ጠጠው ኣቢሉ እስኻ ከይተባረካ ኣተኣሚን በሉኒ እስኺ ከይተባረኪ ፈንጢስካ ከይወፃኻ ኣይትሓልፍን እያ እስከ ኩሎም ናባይ ርኣዩ በጃኹም ናባይ ጠምቲ ኩልኹም ዛረቦ ዘለኹ ካብ ዘለኻዮ ወሲካ ቅብኣትካ ወሲኹ ፋይናንስካ ወሲኹ ኣረ ኣሜን በሎ ፋይናንስካ እንታይ ገይሩ ወሲኹ 225 ክትሳገራ ኢኻ ሩቲን ዝኾነ ህይወት ሎማዓንቲ ሴረዮ ኣይሰማዕኹን ዘለኹ ኣፍሪሰዮ ክልተ ሽሕን ዕስራን ሓሙሽተን ኣረ ኣሜን በሉ ኣረ ኣሜን በሉ መቐመጢኻ ኩሉ ተቐይሩ በቃ ናብ ክብሪ ኮይኑ ሮስካላ ጂና ማንቾ መወዳእታ ክዛረብ ዶ ክዛረብ ኣረ ኣሜን በሉ ኣረ ኣሜን በሉ ኣረ ኣሜን በሉ ሓንቲ ነገር ክዛረብ እዩ ኢላ ባሱራ ካንቶጂና ማስቲ እታ ቀዳመይቲ ፍቕርኻ ዕብድብድ ተብለካ ነበረ ዝክራ ዲኻ ሽዕኡ እቲ መንፈስ ኣብቲ ኣእምሮ ምስ መፅሐ ክኣቱ ከሎ ነቲ ኣብኡ ዝፀንሐ ቀቲሉ እዩ ዝኣቱ ኣቤት ንምንታይ ዝቐትሎ መሲልኩም ማስካላባ ዱናማስ ንምንታይ ዝቐትሎ መሲልኩም ኣለኹም ዶ ትማሊ ጎይታ ክነቕብለን ኮለና ኣለኹም ንብለን ነርና ዓለም ሰይጣን ፍትወታ ይኽሕድ ኣለኹ ኢሉ ልክዕ ክትክሕዶ ከለኻ እቲ መንፈስ መፂንዑ እንታይ ይገብሮ ይቀትሎ እታ ነብሲ እንታይ ትኸውን ሓራ ትኸውን ናይ መጀመርያ እኳ እዩ ሓራ ምስ ኮነ ሽዑ እቲ መንፈስ ናብ ቸርች የጉያ በዚ ቸርች ፀኒዕኻስ በፀሎት ኣለ ተኢሎምኻ ትጎይ እንታይ ኮይና እዚ ኣያታ ክርስትና ሕጂ ዘለኻዮ ክርስትና እቲ መንደቕ ምስ ዘበለ ምስ ተጠወየ ምስ ገልጠምጠም ምስ በለ እቲ እምኒ ማእዝን ገለ በቃ የሱስ ሒዝዎ እዩ እምበር ምንም ነገር ካልእ ማእለያ ዘይብሉ ገነ- ጎነጻትዎ እዩ ሕጂ ግን ክነግረኩም ኣብቲ ኣሜን በሉ ናይ ምንጣቕ ህይወት ሲ ድሕሪ መን እዩ ዝመጽእ ኢለኩም ነይረ ክትጓዓዝ ምስ ጀመርካ ብመንፈስ ነብሲ ክትጓዓዝ ምስ ጀመረት ኣለኹም ንምሳይ ኣረ ኣሜን በለ ዝሆል ናይት ናይ እግዚኣብሔር ግሎሪ ኣእምሮኻ መሊኡ ምስ ሓደረ ዙርያኻ መላእኽቲ መሊኦም ምስ ሓደሩ ሲምፕል ምስ ኮነት ነብሲ ክትጓዓዝ ምስ ጀመረት ብድሕሪኡ ኣብዚ ስቒሉ ዝህውኽ መንፈስ ደው ዘየብለካ ናብ ኩሉ ነገር ባይዘወይ ባይዘወይ ሓደ ነገር ክትርድኡኒ ዘለኩም መንፈስ መረኸት ማለት እኮ መንፈስ ትግሃት እዩ ነገራት ከምዚ ክገብር ኢልካ ምስ ትሓስብ እንተዘይኮነኸ ዝብል ሓሳብ ካልእ ኣሎ። በበይኖም እዮም እቶም ጉዕዞ እኮ ሓንቲ ንቅድሚት ዘይጸኒሕካስ ንድሕሪት ዝመልስ ከኣ ኣሎ። ሎማዓንቲ ርግጸኛታት ኩኑ ርግጸኛታት ኩኑ ሙቐት ዘለዎ ናይ እግዚኣብሔር ግሎሪ ዝደፍኣካ ኣታ ኣሜን በሎ ዝድርኸካ ሽዕኡ ኣብ ጅባኻ ምንም ነገር ስየለ ብዛዕባ ዓበይቲ ነገራት ክትገብር ኢኻ ክትዛረብ ኢኻ እንዳትገብር ኢኻ ስለዚ እናተዛረብካ ትኸይድ ትጓዓዝ ኣለኻ ማለት እዩ ኣነ ሎማዓንቲ ጉዕዞ ጀሚረ ኣለኹ ናበይ ማንም ክገብሮ ናብ ዘይክእል ማንም ክሰርሖ ናብ ዘይክእል እዚኣ ምስ ገበርካያ ማንም ግን እታ ገብሮ እዩ ከበልዖ እዩ ቃላትካ እንታይ ክገብሮ እዩ ክበልዖ እዩ ኣገልግሎትካ ከዓ ክበልዖ እዩ ብሽም የሱስ ሎማዓንቲ ድኽነት ሰበርክዎ እንታይ ኣሜን ብሉ ድኽነት ሰበርክዎ ድኽነት እኮ መንፈስ እዩ ናይ ምንታይ መንፈስ እዩ ትፈልጡ ኢኹም ናይ ዲፕሬሽን ናይ ተስፋ ምቑራፅ መንፈስ ኮይ ኣቤት ቀደም ድኽነት ጭውነት ኢሎም እትዮምልና ብዙሕ ኣነ እኳ ብዙሕ ኣይተፀለኹልና ግን ንብዙሓት ሃሲዎም እዩ ኣለኹም ብሩኻት ብጣዕሚ ሓደገኛ እዩ ደድሕሪ ኣምላኽ እናኸትካሲ ተመለስካ ከዓ ዝሰሊ ደድሕካ ከዓ ደድሕርቶም ክሰርሑ ዝውዓሉ ክትከይድ ኣቤት ክደፎ ንኺድ ቅድም ስራሕ ኣምፅእ በዝን በዝን እቶ ትግሃት እዩ እቲ መንፈስ መንፈስ በረኸት እንታይ እዩ ትግሃት እዩ ሰብ ብፀሎት ምስ ተነቃቅሐ ንጎ ተስኡ ገዝኡ ከፅሪ ደቁ ከቁርፅ ኣታ ኣለኹም ደብራት ገለ ነገር ክገብር ባህ እዩ ዝብሎ እኮ ስጋ ናይ ናይ ስጋ ስራሕ ክሰርሕ ሲ ባህ ይብሎ እንታይ ኮይኑ ኦረዲ ክጓዓዙ ዘሎ ጉዕዞ ናበይ እዩ እንተ ደኣ ንድሕሪት ኮይና ከ እዛ ሰበይቲ እዚኣ ኣይትስእን ድያ እዞም ቆሎት ኣይትስኡ እንዲዮም እንታይ እዮም ዝገብሩ ዘለዉ ክስቶ ከ እንታይ እያ ትገብር ዘላ ቻፓ ከዱና ማሳካንቶ ክብሪ ንኣምላኽ ይኹን እስከ ኣሜን በሉ እዚ ትግሃት እዚ ሎሚ ኣንተ ኣትዩ በሉ ኣንተ ኣትዩ በሉ ንበጃኹም እስከ ኣትዩ በሉ ስለዚ ኣእምሮ ምምላስ ዘድልዮ ስለ ዝጓዓዝ እዩ ስቕ ኢሉ እፈትወካ የፍቅረካ እየ ገለ ክብለካ ዝጸንሐ ሰብ ምሽ ዋላ ጸልኣካ እየ ተዘይበለካ ስቕ ደብል የእምሮ ሕጂ እንታይ ኮይኑ ኣሎ ማለት እዩ ካብቲ ይፈትወካ እየ ምባልሲ ተመሊሱ እንዳሉት ሃለሉያ ኣታሜን በሉኒ ብቻ ሃለሉያ ሎማ ዓንቲ ሰበርኮ መኽሪ ጸልማት ፈሪሱ ይብል ኣለኹ ስለዚ ደስቲንኦም ክትነግሮም ኢኻ ተፀዊዕኻ ዘለኻ ሰባት ስፍራኻ ደልዮም ምስ መጹ፣ ከምቲ የሱስ ኣብ ኣምላኽ ዝጸንሐ፣ እስኻ ኸኣ ኣብ ኣምላኽ ክትጸንሖም ኣለካ። ኣይሰማዕኹን? ኣበይ ክትጸንሖም ኣለካ? ኣብ ኣምላኽ ተዘይጸኒሕካ ደስቲ እዮም ክትነግሮም ኣይትኽእልን ኢኻ። እግዚኣብሔር ይባረኽ። ስለዚ ዲቦራ ልበይ ምስ መን እዩ ዘሎ ኢላ ምስቶም መራሕቲ ርግጸኛ ኮይነ ክነግረካ ምስ ኣምላኽ እንተ ኣለኻ ኮንካ ምስ ኣገልገልቲ ከኣ ኣለኻ ማለት እዩ ክብሪ ንኣምላኽ ይኹን እቲ ዘገልግል እቲ ዘመሓድር እቲ ዝዝምር እቲ ዲያቆን ነናቶም ቫሊ ኣለዎ ነናቶም ኳሊቲ ኣለዎም ስለዚ እንተ ደኣ ምጓዓዝ ደሊኻ ሎማዓንቲ እዚኦም ኩለን ምስ ሰዓርካ ክትንጠቕ ኢኻ ናይ መወዳእታ መልእኽተይ እሱ እዩ ክንጠቀ እስከ በሎ ትጥቃኻ ዘሎ ክትንጠቅ ኢኻ እንታ ኮይኑ እዩ ነጢቕዎ ንፊልጶስ ተላኣልኮ እቲ መንፈስ ምስኡ ዘሎ ነታ ነብሲ ሒዝዋ ይኸይ ስለ ዘሎ ግዜ ክሕፅርዎ ደልዩ ኣለኹም ዶ ምሳይ ግዜ እታ ክገብርዎ ደልዮም ካብኡ ናብ ኣዛጦን ክሳዕ ዝኸይድ ንዕኡ እንዳረድኦ ምኻድ ኣየድልዮን እዩ ኦረዲ ኣበይ ኣትዩ ከምታ ሰብ ኤማሆስ ዘለለይዎ እሱ ከዓ ኣለልይዎ እዩ ጳውሎስ በዓል ደማስቆ ሰብ ኣይርድኣና ምስ በሎ ኦኬ ወንጌል ክሰብከሉ ከም ዘለኒ ሲ ኣስተውዒለ ኢሉ ተረድእዎ ነገራት ምስ ኣስተውዓልካሉ ምስ ተረዳእካዮ ኢኻ ትገብሮ ክብሪ ንኣምላኽ ይኹን ክብሪ ንኣምላኽ ይኹን ስለዚ ኢሎም መዓንቲ መንፈስን ነብስን ብሓደ እዮም ዝጓዓዙ ነብሲ ግን ምርጫ ዝበሃል የብላን ጥራይ ነቲ መንፈስ እያ ክትመርፅ ትኽእል መንፈስ እያ ትመርፅ እምበር ናበይ ከም ትኸይድ ኣይትመርፅን እያ ስለዚ የሱስ ክርስቶስ ፍቓድካ ምር ፍቓደይ ኣይኹን ኢሉ ናይ ክልተ ሽሕን ዕስራን ሓሙሽተን ፕላኑስ እንታይ እዩ? ክብሪ ንኣምላኽ ይኹን። ሃማን መይጹ ኣታኣሚ በሉ ደብዳቤ ተቐይሩ ህዝቢ ኣምላኽ ሓርነት ኮይኑሎም ሰላም ኮይኑሎም ዕረፍቲ ኮይኑሎም ቤትካ ናብ ንግስነት ተቐይሩ ቅብኣትካ እናወሰኸ ከይዱ ጸጋኻ መመሊሱ ወሲኹ በኢየሱስ ሰብ መንፈሳውነት ማለት ውልቃውነት ማለት ኣይኮነን መንፈሳውነት ኣብ ሓሳብ ኣምላኽ ምእታው እዩ ሓሳብ ኣምላኽ ማለት ድማ ንኹሎም ደቂ ኣምላኽ ራህዋ ክትርኢ ከለኻ ሰላም ክትርኢ ከለኻ ምጥሓስ ክትርኢ ከለኻ ኣነ ግን ሎም ኣንጭ ሓደ ነገር ይደሊ ኣለኹ ሓደ ነገር ይደሊ ኣለኹ ቀዲመ ኣነ ሶሉሽን ክኸውን እየ ዝብለኒ መፍትሒ ክኸውን እየ ዝብለኒ ናይ ኩሉ ሕማም መፍትሒ

ኣብ ናይ እግዚኣብሔር ግሎሪ ክትርከብ ኮለኻ እዩ ኣብቲ ናቱ የሱስ ክርስቶስ ኣብ ዘለዎ በርከ እንታይ ኢልዎ ንጳውሎስ መሲልኩም ስለምንታይ ተሳድደኒ ኣለኻ ኢልዎ ኣብቶም ዝስደዱ ስለ ዘሎ እዩ ሓደ ነገር ኣስተውዕሉ እታ ኣብ መሃለ ቅዳይ ምዕራፍ ዘላ ሰበይቲ እንታይ እያ ትብሎ ዘላ ስለምንታይ እዚ ክብሉ ኢልያቶ ኖ እንተ ዘይፈሊጥክ እኮ ኺዲ ናብቲ ሞጓሰ ኢልዋ ካብ ሞጓሰ ክፈልየኩም ዝደሊ ህይወትኩም ከዝሕሎ ዝደሊ ፍቕርኹም ከዝሕሎ ዝደሊ ብዝተፈላለየ ምኽንያት ከምፅእ ዝደሊ ሎማዓንቲ ነዚ ኣተኣሚን በሉ ይብቀሎ ኣለኹ በቃ ብዕነ ምፍዳይ ትስእ ኣለኹ ሂወትኩም ብርሃን ገይረዮ መንፈስኩም ሎማዓንቲ ሻይን ገይሩ ተገሊፅኩም በቃ ተገሊፅኩም በቃ ከልካሊ ቐፅሪ ፈሪሱ ኣገልግሎትካ ንብዙሓት ናብ ዴስቲኒኦም ክመልስ እዩ የሱስ ሰብ ኤማሆስ ከም ዝመለሰ ሎማዓንቲ ብዙሓት ክትመልስ ኢኻ ናትካ ግልፀት ንብዙሓት ክመለስ እዩ የሱስ ጎይታ ኣሜን። ካብ ፍቕሪ ወፃኢ ምንም ነገር ዝኸውን የለን። ጓዕፂፅካ ጠምዚዝካ ገለ ኣይ ብቑኑዕ መንገዲ ናብ ሓዊ ካኣቶ ኣት ኣለኹ ስከብሎ የሱስ ብቑኑዕ መንገዲ ደይኮነ ኣትዩ ፍቓድካ ሓቲቱ ንዓኻ ደስ ኣቢሉ ኣፍትዩ ከምዚ ገይረልካ ኣለኹ ኢሉ ደይኮነ ንኣትዩ ሎሚ ናብ ሓወይ እስከ በሉኒ ብቁኑዕ መንገዲ በሉ ኣትየ ኣለኹ በሉ ናተይ ምእታው በሉ ንልቡ በሉ ፈውስ ክኸውን እዩ በሉ ከጥዕየ እዩ በሉ ሽዑ ምሳይ በሉ በረኸት ክኸውን እዩ በሉ በኢየሱስ ስም ነገራት ዘብዝሕ በረኸት ዘብዝሕ ብርሃን እዩ ስለዚ ሎም መዓንቲ ተዓዊተ እየ ዝብለኒ ኣሎ ድዩ ተስእበሉ ካብ ዘለኹም